ሰላም ሰላም የሕዋት ከመይ ቀኒኽን ደሓን ዶ ቀኒኽን እንኳዕ ብሰላም መጻኽን ናብ ቻነል እንዳበልኩ ሎማ ዓንቲ ድማ ወልፊ ወልፊ ወልፊ ናይ ኬክ ተትሕዝ ኬክ ይሕዘልክን መጽየ ዘለኹ ክትሪኣ ዋው ጣዕማኸ መግቢ ገዲፍካ ነዚኣ ጥራይ ትበልዕ ኩሉ ግዜ ማለት እዩ ክጥዕም መዓት ከምዚ ዘይምኖ ኬክ ምሻሎ ዘይምኖ ቾኮሌት ኬክ ይሕዝልኩም መፅእ ዘለኹ ሎማዓንቲ ናብ ኣሰራርሓ ክወዘኩም ቅድሚኡ ግን ሳብስክራይብ ሳብስክራይብ ፕሊስ ይሕዋ ሳብስክራይብ ግበሩ እቶም ሳብስክራይብ ትገብሩ ዘለኹም ድማ ደጊመ ደጋጊመ ብልቢ ብልቢ ዘመስግነኩም እምበርከስ እዛ ኬክ ኣነ ነውዲ ኣመተይለ እንዲ ኣዳልያ ነይረ ናይ ፋሲካና ዝነበረት ኬክ እያ ንዓኹም ከዓ ንዳግማይ ትንስኤ ክትከውነኩም ኢለ ሒዘልኩም መፅ ኣለኹ ነውዲ ዓመት ጥራይ ዘይኮነ ላብ ሰንበት ድዩ ጋሻ መፅኩም ድገለ ኩሉ ግዜ ከም ቁርሲ እውን ተቕርቦ ማለት እዩ ክጥዕም መዓልቲ መቆረቱ ዋው እዩ ክንግረክን ኣይክእልን እየ ማለት እዩ ክትሰርሖ ከ ቀሊል ቀሊል ቀሊል ቀሊል ማለት እዩ ብዝኾነ ናብ ኣሰራርሑ ክወዘኩም እየ ዝኾነ ርእቶ ተለኩም ድማ ኣብ ኮመንት ፃሓፉ ለይኹም ኣዝዩ ቀሊል እዩ ግን ሳብስክራይብ ከይገበርኩም ናብ መርኣይ ናብቲ ሙሉእ ቪድዮ ምኻድ ኣይፍቀድን እዩ ሳብስክራይብ ግበሩ ይሕዋት ብዝኾነ ትሪኡ ኣለኹም ኣነ ኣብቲ ኣውደ ዓመት መዓልቲ ብዛ ናይ ቡንያ ምፅ ኣቢለ ዓጠቅ ዓጠቅ ዓጠቅ ኣቢለ ብምሒር ጣዕማ ማለት እዩ ብዝኾነ ናብ ኣሰራርሐ ክወስደኩም እየ ፈትንዎ ካጾም ቀሊል እዩ ብዝኾነ ኩሉ ግዜ እንታይ ይብለክን ኣነ ማሽን ናይ ኣድልዮን እዩ ዝሰርሖ ምሽ ይብለክን ኩሉ ግዜ እንታ ናይ ማሽን እንታይ ድያ ትብላኒ በዚኣ ጌርክን ስርሓ ኣትሪያ ኣለኽን እዚኣ ናይ እንቋቑሖ በዚኣ መህረቢት ናይ እንቋቑሖ ጌርክን ስርሓ ኣነ ንክልጥፈልጥፈኒ ኢለ በቲ ዝሰርሖ ካልእ እዚ ኩባያታት ከዓ ብዙሓት ይሕዋት ተሓታኒ ብግራም ባፀሓፍልና ገለ ትብላኒ እዚ ኩባያ ኣለክን ኣብ ጎግል ወላ ሰርች ኢልክን ክትረኽብዎ ትኽእላ ኢኽን ብግራም ክትቅይሮ ትኽእላ ኢኽን ግን ኣብ ዝኾነ ቦታ ከዓ ኣለክን ብዝኾነ እቲ ቪድዮ ሓሊፉኒ ናብ ኣሰራርሑ ክወስደክን መጀመርታ እንታይ ተጠቂመ ፍርቂ ኩባያ ካካዎ ፓውደር ተጠቂመ ሓንቲ ኩባያ ኖርማል ፊኖ ተጠቂመ ከምኡውን ፍርቂ ኩባያ ርብዒ ኩባያ ባይ ሽኮር ተጠቂመ ፍርቂ ኩባያ ዘይቲ እንቃቑሖ ድማ ሰለስተ ሓባ እንቃቑሖ ተጠቂመ ማለት እዩ ብሙል እንተና ስቤዛ ሕውስ ሕውስ ኢና ክንብላ ቀላል ቀላል ቀላል ኣሰራርሓ ማለት እዩ ብዝኾነ ፀባ ድማ ሓንቲ ኩባያ ተጠቂመ ኣለኹ ቁሩብ ጨው ቫኒልያ ኩሉ ብሓንሳ ሕውስ ሕውስ ኣቢልና ክንእትዎ ኢና ቀሊል ነገር እዩ ማለት እዩ ብዝኾነ ብድሕሪኡ ብምሉእ እተን ዘድልየና ኣስቤዛ ኣብኡ ምስ ሓወስኩን በዛ ማሽን ገይረ ካርሜ ንስኽን ካዛ ማሽን እንተደይብልክን በታ ዝረኣኹን ናይ እንቋቑሖ መህረሚት ወላ ብማንካ እውን ክትሃርሙ ትኽእል እያ ግን እዚ ንኣሳልጦ እዩ ማለት እዩ ሕጂ ብዚ ቁሩብ ስለ ዝቐጠነኒ ክልተ ማንካ ሕርጭ ክውስኸለይ ማለት እዩ መጀመርታ ክሪኦ ኢለ ኣነ በታ ኮኮ ፓውደር ፍርቂ ስለ ዝገበርኩሉ ከምኡውን ፊኖ ስለ ዝገበርኩሉ ክሪኦ መጀመርታ ኢለ ኣይብዛሕኩሉን ስለዚ ቁሩብ ስለ ዝቐጥነ ሕጂ ክልተ ማንካ ሓረጭ ክንጥቀም ኢና መጀመርታ ሕጂ እቲ ምሕፋዝ ዝኾን ዳራኹን ኦትኸዳ ማለት እዩ ካብ ስቕል ክንቱ ስቕል ዳራኹን ኦትኸዳ ብዙኾነ ከምዚኣ ጌርና ኩላ ምስ ደለነ እታ ኦቨንና ካብ ወሊዕን ያለና ብሚእትን ሰማንያን ዲግሪ ወይ ድማ ብሰለስተ ሚትር ሓምሳን ፈረናይት ንከባቢ ፍርቂ ሰዓት ወይ ሰላሳን ሓሙሽተ ደቂቕ ማለት እዩ ኦቨን ካብ ኦቨን ግን ኩሉ ግዜ የብለክን ይፈላለዩ ኣነ ኣብዚ ገዛ ቀይሮ ዝመፀኹ እታ ቀደም ዝሰርሓላ ነበርኩን ኦቨነይ ናይ ሰማይን ምድርን ፍልልይ ዘለዎን ስለዚ ካብ እዋን ካብ እዋን ስለ ዝፈላለ ክንደይ ሰዓት እያ ትወስድ ምብሳላ ኣረጋግፃ ድሕሪ ፍርቂ ሰዓት ገለ ምስ ገበረ ከም ማእከሉ ስቴኪኒት ይኸን በሲሉ ድዩ ኣይበሰለን ኣረጋግፃ ማለት እዩ ብድሕሪ እታ ኣብ እዋን ዘእትዋ እዚኣ እንታይ ክገብር እያ ሕጂ መጀመርታ ባተር ክለኹ እየ ሕጂ እዚ ወላ ዘይት ኖርማል ክትለኹ እየ ተኽልያ ግን ዘለክን ኣብ ገዛኽን ማለት እዩ ከምዚ ገይሩ ንኩላ ኣባጥር ክለኽያ ኣብኡ ከዓ ከይሕዞ ማለት እዩ ድሓር ኣብኣን ስለ ንሽልማ ከዓ ፅቡቅ ከምዚ ፃዕዳ ሕብሪ ገለ እንተለክን ከዓ ዝበለፀ ማለት እዩ ኣነ ስለ ዘይብለ እየ ዘለካ ስለ ትገብር ተለክን ፅቡቅ ፃዕዳ ሕብሩ ገለ ተለክን ፅቡቅ እዩ ምክንያቱ ኣብ ዓይና ስለ ነቅርባ እታ ኬክ ማለት እዩ ብድሕሪኡ ኣቀሪብና ድማ ክነብስላ ኢና ወዲኣ ኣላ ማለት እዩ እታ ኬክ ክትሰርሓ ክትቀልል መዓት እያ ወላ ትብላዕ እንሰርሖ ክሬም ከዓ ኣዝዩ ቀሊል እዩ ማለት እዩ ብዝኾነ ወዲኣ ኣላ ሕጂ ናብ ኦቭን ክንእትዎ ኢና ኣብ ቅድሚ ምእታውና ግን እንታይ ክንገብሮ ኢና ኣብ ውሽጡ ከምዚ ናይ ንፋስ ዓይነት ክስታይ ከይገብር ከምዚ ጌርና ብማንካ ጌርና ኣኹሳኹስ ነብሎ ማለት ሕውስውስ ነብሎ ሓፍሓፍ ኣቢልና ከዓ ህርም ህርም ነብሎ ብዝኾነ እሱ እንዳብሰለና ድማ ብላዕሊ ነፍስሰሉ ብዚ እንታይ ክገብር ሓንቲ ኩባያን ፈረቓን ፀባ ተጠቂመ ኣለኹ እዚ ድማ ኖርማል ቾኮሌቲ ኣብ ሓዊ ሕጂ ኮፍልሕ እየ ማለት እዩ ዋላ መረራ ዘይኮነስ ዋላ ቁርብ ዋላ እቲ ቾኮሌት ስፋሕ ምስ በለ ቁርብ ኣብቲ ሓዊ ናብዚ ክንኩዕ ወይና ማለት እዩ እዚ ቁርብ ከመን ሓዊ ድህንገ እያ ብላዕሊ ሓዊ ሃሪማታ ግን ዋላ ሓንቲ ሓሪሩ ይኮነን ቁርብ እዩ ክስታይ ኮይኑ ዝኾነ እቲ ቾኮሌት ትሪኦ ኣለኽን ከምዚ እዩ ዝኾነ ኣብኡ ዝርግርግርግ እዩ ዝብል ግን ፅቡቅ ጌርና ንውሽጢ ክኣቱ ስለ ዝኾነ ፅቡቅ ገይሩ ወላ ሓንቲ ፀገም የብሉን ማለት እዩ ብዝኾነ ከምዚ ገይረ ኣብ ኢትዮ ውዑይ እዩ ከዓ ዘሎ እቲ ፀባ ሕጂ ኣብ ደገ ሓንሳብ ኣዝሒልና ኣብ ፍሪጅ ክንእትዎ ኢና ማለት እዩ ቅድሚ እቲ ብላዕሊ ክስታይ ምስ ምግባርና ንሓደ ሰዓት ዝኸውን ኣብ ፍሪጅ ይእትዮ ማለት እዩ ድሕሪኡ ድሕሪ ሓደ ሰዓት ኣብ ፍሪጅ ምስ እተዎ ሰዓትን ገለን ወላ ወሲዱ ዝናተይ ወላ ከምኡ እንተ ግዜ እንተወሲዱ ፅቡቅ እዩ ማለት እዩ ሽዑ እዚ ድማ እቲ ብላዕሊ ንለኽዮ ክንሰርሓልና ትብላዕ ንገብሮ ማለት እዩ መጀመርታ ሓንቲ ኩባያን ፈረቓን ፀባ ተጠቂመ ብድሕሪኡ ድማ ክልተ ማንካ ካካዎ ፓውደር ተጠቂመ ሽኮር ከዓ ክልተ ማንካ ተጠቂመ እዚ ድማ ኮርን ስታርች እዩ ማለት እዩ ኮርን ስታርች ድማ ሓንቲ ማንካን ፈረቓን ተጠቂመ ኣለኹ ፅቡቅ ገይረ ክሓዋውሰ መጀመርታ ቅድሚ ኣብ ሓዊ ምሰኽታተይ ማለት እዩ ኣብዚ ከሎ ድሕሪኡ ሓዊ ምሰኽትትናኻ ኢድና ከይፈለና ከነኹሶ ኣለና ማለት እዩ ስለዚ መራ ስለ ዝሓፍስ ማለት እዩ ስለዚ ኢድና ከይፈለ ናብ ሓዊ ክንሰክቶ ኣለና ቅድሚ ኢና ግን ኣብዚ መጀመርታ ኩሉ ከነሰማምዑ ኣለና ከምዚ ጌርና ፅቡቅ ጌርና ማለት እዩ ቀፂለ ድማ ኣብ ፍሪጅ ፀኒሓ እታ ኬክ ሕጂ ንላዕሊ ከም ዝሓፍ ዓይነት ኢሉ እቲ ፀባ ገለ ስለ ዝኸዓናሉ እንታይ ጌርና ሕጂ በዚ ክስታይ ገይርን ፅቕጥ ፅቕጥ ኣቢላ ማዕረ ከም ትኸውን ገይርያ ማለት እዩ ንውሽጢ እንተፀቂጥኪያ ኬክ ይፅቀጥ እዩ ስለዚ ከምኣ ገይረ ማዕረ ንገብሮ ወይ ከዓ ገም ንግምጥሎ ገምጢልና ትብታሕቲ ዘሎ ብላዕሊ ንገብሮ መታን ማዕረ ኮንልና ማለት እዩ ብዝኾነ ካብ ሓዊ ዝተኽተትናዮ ምስ ወረደት ምስ ሓፊሱ ምስ ሓፈሰ ምስ ወረደ ሓንቲ ማንካ ዝኾነ ጠስሚ ተጠቂመ ኣለኹ ንኣባይቲ የርማፁ ብገይረ ክሕቁቆ ውዑይ ስለዝኾነ ክሕቁቆ እዩ ማለት ነት ጥስምን እውን ኢድና ከይፈለና ኮይስና ከምዚያ ጌና ኣብ ኣክን ሓቂ ዓይና ብድሕሪኡ ኣክን ክዕወይና ዋላ ሓንቲ የብላን ቀላል እያ ማለት እዩ ትሪኣ ኣለኻ በቃ ወዲያ ወዲያ ወዲያ ዕልታ ጠስሚ ኩላ ከይተወደት ምሕቃቃል ኣውሪድያ ተሃዊኸ ብዝኾነ ልጊስያ ኣለኹ ከምዚ ገይረ ብናይ ኬክ ገይረ ሽዑ ማዕረ ክገብሮ ክፍትነ ብኩሉ ወገናቱ ማዕረ ውዕዩ ዘሎ ከም ትሪኦ ዘለኽን ዋላ ሓንቲ ግን ፀገም የብሉን ድሕሪ ሓንሳብ ኮፍ ኣቢልክያ መራ ስለ ዝሓፍስ ወላ ሓንቲ ግንጥል ተብሎት ታሕቲ ዘሎ እውን ዝሒሉ በረት ከምዚ ነዊሕ ሰዓታት ስለ ገይሩ ዘሎ መራ በሉ እዩ ዝሒሉ ስለ ዘሎ ከዝሕሎ ይወላ ሓንቲ ፀገም የብሉን ከምዚ ጌርና ብኩሉ ወገነቱ ማዕረ ንገብሮ ማለት እዩ ንረያ ከምዚኣ ንገብራ ቀላል ቀላል እሱ ሓንሳእ ምስ ዝሓለ ብላዕሊ ድማ እቲ ጫፍጫፉ ሕጂ ረሲሑ ኣሎ ዘሎ ናይቲ ኬክ ንሰራሕሉ ገለ ኩሉ ኣፀረርያ ኣቢልና ንሓንሳብ ወላ ኣብቲ ደገ ጥራይ ወላ ምጽናሕ ማ- ነጽንሖ ማለት እዩ ኣብ ፍሪጅ ምእታው ገለ የድልዮን እዩ ሓንሳብ ክጥቡ ኮይኑ ምስ ዝሓለ እዚ ድማ እ፣ ክስታይ እዩ እዚ ድማ ቸኮሌት እዩ እንታይ ገይረ ኢልኩ ፋሕፊሐዮ በዚ መፋሕፍሒ ገይረ ከምዚ ጌርና ሽዑ ንንስንሶም ማለት እዩ ምስ ፋሕፋሕናዮ ከም ዝኾነልና እዩ ብድሕሪ ብላዕሊ ከም ዲኮር ዓይነት ንስንስንስንስ ነብለላ ተወዲኣ ተወዲኣ ክትቀልል መዓት እያ ጣዕማ ከክ ክነግረኩም ኣይክእልንየ ክትጥዕም ማዕታ ቾኮሌት ኬክ ትበሃል ማለት እዩ ብላዕሊ ከዓ ከም ድላይክን ጌርክን ዲኮር ትገብሩ ኣነ ከምዚ ጌረ ኣለኹ ንስኽን ከም ምርጫኽን ማለት እዩ ከምዚኣ ጌርክን ዳግማይ ትንፀእ ከመይ ከመይ ዝበለት ቁርሲ እውን ተቕርባ ማለት እዩ እዚኣ ኬክ እዚኣ ወልፊያ ተትሕዝ ወልፊ ተትሕዝ ኬክ እያ እዚኣ ማለት እዩ ትሪኣ ኣለኻ ካብ መልክዓ ግን መቐረታ ማለት እዩ ብፍላይ ከም ቸኮሌት ገለ ትፈትዋ ዋል ትኾን ግን እዚኣ ኬክ እዚኣ ሰርሒ ክንብላዕ ኩሉ ግዜ ቸኮሌት እንታይ ኣለዎ ቅኑ እዚ እዚ ክጥዕም መዓት እዩ ብጣዕሚ ክጥዕም መዓት ብዝኾነ ነዚኣ ትመስል ነይራ ፈቲና ኣኻትኩም ብፍላይ ኣብ ቲክቶክ ትሪኦ የሕዋትኳ ፈቲንክን ሓ ስእልታት ፖስት ትብላለኒ ከም ስራሕ ኩኖ እዘን ኣብ ዩትዩብ ዘሰደልክን ዘለኹ ነዚ ድማ ከምኡ ፈትኖ ኢኽን ክጥዕም መዓት እዩ ናይ ዳግማይ ትንሳእኽን ጌና ኩሉ ግዜ ፖስት ዝበልኩ ዘለኹ ካብ ብሕጂ ሰሪሕኩኖ ክትፀንሐ ኢለ እዚ ኣነ ሕጂ ብድሮ እዩ ሰሪሐዮ ማለት እዩ ንፋሲካስ ቁርሲ እውን ስለ ዝደለኹ ብድሮ ስርሐ ሓዲረ ሽዑ ቅርብ ክትሰርሖ ግዜ ስለ ዝወስደልካ ኣብ ፍሪጅ ስለ ትእትዎ ሓንሳብ ክዝሕለልካ ገልምለ ብከምኡ ግዜ ስለ ዝወስድ እምበር ክትሰርሖ ብጣዕሚ ቀሊል እዩ ግን ኣብ ፍሪጅ ምእታው ስለ ትደሊ ብድሮ እንተሰሪሕካዮ ዝበለፀ እዩ ወይ ከዓ ንኳ ተስኢክን ከዓ ወላ ሓንቲ ክትሰርሖ ተኽእለ ኢኽን ሰዓት ሰለስተ ሰዓት ኣርባዕተ እንድሕር ኮይኑ ብውንክን ማለት እዩ እዚ ብዙሕ ግዜ ዝወስድ ገለ ኣይኮነን ግን ብድሮ እንተሰሪሕካ ዝያዳ ዝውሑል ተኾይኑ ይመረጡ እም ዝኾን ማለት እዩ ብዝኾነ ሓንሳ ኣብ ፍሪጅ እትያ ጸኒሐ ምስ ኣውጻኽዋ ድማ ክንቆርሳ ኢና ሕጂ ማለት እዩ ብሓንሳብ ኮይና ከርእይ ግን እቲ ውሽጡ ከዓ ከመይ ኮይኑ ከም ዘሎ ማለት እዩ ከመይ ኮይኑ በሲሉ ከም ዘሎ ርሑስ ኣውደ ዓመት ርሑስ ኣውደ ዓመት ከምዛ ፒፐርስ ቆልዑ ዝብሎ ኬክና እንዳቆረስና ከዓ ርሑስ ኣውደ ዓመት ምል ማለት እዩ ብዝኾነ

ብዝኾነ ናይ ሎማዓንቲ ቪድዮ ነዚኣ ትመስል ነይራ ብካልእ ቪድዮ ክሳብ ዝምለሰክን ሰሰናዩ ንዓኽን ግን ከኣ ፕሊስ ፕሊስ ይሕዋት ሳብስክራይብ ከይገበርክን ከይትወፅኣ ሳብስክራይብ ናትክን ንዓይ ብጣዕሚ እዩ ዘተባብዓኒ ስለዚ ፕሊስ ሳብስክራይብ ከይገበርክን ከይትወፅኣ ተን ሳብስክራይብ ትገብራ ዘለኽን ድማ ደጊመ ደጋጊመ ብልቢ ብልቢ ዘመስግነክን ዝኾነ ርእይቶ ተለክን ድማ ኣብ ቦታ ኮመንት ፀሓፋለይኽን ብዝኾነ ብካልእ ቪድዮ ክሳብ ዝምለሰክን ደጊመ ደጋጊመ ርሑስ ኣውደ ዓመት ሰሰናይ ፀፅቡቑ ከዓ ንዓኽን ክኾነልክን ይምነ ማለት እዩ ብዝኾነ ባይ